ሰላም ከመይ ትኾኑ ክቡራት ተዓዘብትና ሎምዓልቲ ሒዝናልኩም መጺና ደለና ሓጸርቲ ዜናታት መንገዲ ኣየር ኢትዮጵያ ብሰንኪ ኩናት ማእከላይ ምብራቕ ምልዮናት ስኢኑ ሚኒስተር ጉዳያት ወጻኢ ኢራን ቃለ መሕትት ናይ ሓደ ዜጋ ሰሜን ኮርያ ጫፍ ጸጉሩ ምስ ዝቑረጽ መጠንቀቕታ ሰሜን ኮርያ ኣርእስታት ኢኹም ክትከታተሉ ጸኒሕኹም ዝርዝራቱ መንገዲ ኣየር ኢትዮጵያ ብሰንኪ ኩናት ማእከላይ ምብራቕ ምልዮናት ስኢኑ ኣሜሪካን እስራኤልን ምስ ኢራን ንዘካየድኦ ዘለዋ ኩናት ስዒቡ፣ መንገዲ ኣየር ኢትዮጵያ ናብ ዓሰርተ ሃገራት ማእከላይ ምብራቕ በረራታት ከምዝሰረዘ ሓቢሩ። እቲ መንገዲ ኣየር ብሰንኪ እዚ ኣብ ማእከላይ ምብራቕ ዝካየድ ዘሎ ኲናት ኣብ ሰሙን ክሳብ ሚእትን ሰላሳን ሸውዓተን ሚልዮን ዶላር ኣታዊ ይስእን ከምዘሎ ወሲኹ ሓቢሩ። ዋና ጸሓፊ ስራሕ ንግዳዊ ጉዳያት መንገዲ ኣየር ለማ ያዴቻ እቲ ንሽዱሽተ መዓልታት ዝጸንሐ ኲናት ማእከላይ ምብራቕ ኣብ ልዕሊ እቲ መንገዲ ኣየር ልዑል ጽልዋ ከም ዘሕደረ ገሊጹ። መንገዲ ኣየር ኢትዮጵያ ተጓዓዝትን ኣቑሑትን ናብ ሃገራት ማእከላይ ምብራቕ የጋዕዙ። ቅድሚ ኲናት ማእከላይ ምብራቕ መንገዲ ኣየር ኢትዮጵያ መዓልትታት ሰለስተ በረራታት ናብ ዱባይ ሓንቲ ድማ ናብ ሻርሻ ኢማራት ዓረብ ይበራ ከም ዝነበራ ይንገር። እቲ ኣብ መዓልቲ ሰለስተ ግዜ ናብ እስራኤል ሓደ ግዜ ናብ ኣቡዳቢ ዝበርር መንገዲ ኣየር ሕጂ ኣብ መዓልቲ ክልተ ግዜ ጥራይ ናብ ያማን ተጓዓዝቲ ይመላለስ ኣሎ። በዚ ምኽንያት ድማ ብማእከላይ ገምጋም ኣብ መዓልታዊ ዓሰርተ ሓሙሽተ በራራታት ንስርዝ ኣለና ክብል ሓላፊ እቲ ንግዳዊ ጉዳያት እቲ ኩባንያ ተዛሪቡ። እዚ ማለት ድማ ኣብ ሰሙን ልዕሊ ሚእትን ሓደን ናይ ተጓዓዝቲ በራራታት ንስርዝ ኣለና ኢሉ። ሚኒስተር ጉዳያት ወጻኢ ኢራን ቃለ መሕትት ምስ ኤንቢሲ ኒውስ ኣብ ዝገበሮ ፍሉይ ቃለ መሕትት፣ ሚኒስተር ጉዳያት ወጻኢ ኢራን ኣባስ ኣርቅቺ፣ ኤመሪካ ከይትወርር ስግኣት ድዩ ተባሂሉ ተሓቲቱ፣ ንሱ ድማ ኣይንፈርሕን ኢና ንጽበዮም ኣለና፣ ምኽንያቱ ክንገጥሞም ከም እንኽእል ርግጸኛታት ኢና፣ እዚ ድማ ንዓኣቶም ዓቢ መዓት ክኸውን እዩ ኢሉ መለሰሉ። እዚ ቪድዮ እዚ ምሉእ ዕላል ዘርኢ ኮይኑ ኣብዚ ሕጂ እዋን ኤሜሪካ እስራኤል ኣብ ልዕሊ ኢራን ኣብ ዝፍጽሞ ዘሎ መጥቃዕቲ ዝተፈጸመ እዩ። ሪፖርት፣ ኤሜሪካ ንሃገርካ ከይትወርር ትፈርሕ ዲኻ? ሚኒስተር ጉዳያት ወጻኢ ኢራን፣ ኣይንፈርሕን ኢና ንጽበዮም ኣለና። ሰሜን ኮርያ፣ ናይ ሓደ ዜጋ ሰሜን ኮርያ ጫፍ ጸጉሩ ምስ ዝትንከፍ ብዘይ ቅድመ ኲነት ናብቲ ኲናት ክንጽበር ክጽንበር እየ። መራሒ ሰመን ኮርያ ኣብ ማእከላይ ምብራቕ ተወሊዑ ዘሎ ኲናት ብዝምልከት ንፖለቲካዊ ዓለም ዘሰንብድ ተሪር መጠንቀቕታ ሂቡ ኣብ ዘውጽኦ ወግዓዊ መግለጺ ኣብ ምድሪ ኢራን ዝርከብ ዜጋታት ሰሜን ኮርያ ድሕንነቶም ኣብ ሓደጋ እንተወዲቑ ሃገሩ ብዘይ ዝኾነ ቅድመ ኩነት ናብቲ ኲናት ከምዝፅምበር ኣፍሊጡ። ኣብ ልዕሊ ሓደ ዜጋ ሃገረይ ጉድኣት እንተበፂሑ ሰሜን ኮርያ ብዘይ ዝኾነ ምውልዋል ናብቲ ኲናት ክትኣቱ እያ ዝብል ብዛዕባ ውሕስነት ዜጋታት ዝግበር ዝኾነ ይኹን ዝርርብ ከምዘየለ ኣስሚሩ። እዚ መፍርራሕ እዚ ኣብ ዞባ ዘሎ ምስሕሓብ ናብ ሳልሳይ ኲናት ዓለም ከይቅየር ዓብዪ ስግኣት ፈጢሩ ኣሎ።